ትሽዓንተ ሽሕ ኣቲናን ኢና ሕቲ ፈጣሪ እዚ ንልጎርኹም ብምልእኹም ብጣዕሚ ብጣዕሚ ብጣዕሚ እየ ለመስግን ኹለኹም ንልጎርኹሞ ሰብስክራይብ ሼር ልጎርኹሞ ላይክ ልጎርኹሞ ናኹለኹም ውፅኢት እዩሞ ብጣዕሚ ብጣዕሚ እየ ለመስግን ማለት እዩ ስለዚ ካዝለ ኢለኩም እየ ገና እዩ ሚት ሽሕ ሚት ሽሕ ኣቲና ነኽብረሉ ግዜ ርሑቕ የኾን እዩ ማለት እዩ ስለዚ ከዝለ ኩለኹም ሰብስክራይብ ናገርና ዓሰርተ ሽሕ ንክንኣቲ ከዝለ ድጋፍና ንቐጽል ቻናል ዝና ኩሉ ሰብ ንክበጽሕ ኩሉ ሰብ ንክፈልጦ ኣስተዋጽና ንሕይል ማለት እዩ ሎማዓንቲ እውን ለዘጋጀኹዎ ፕሮግራም ኒዮ ብዛዕባና ብረታ ብረት ማዕጾ ዋጋታት ለዳለኹ ፕሮግራም ኒዮ ብዛዕባና ስሚንቶ እውን ልለኩም ነገር ክህል እዩ ማለት እዩ ስለዚ ሃምተለመደ ቕድሚ ምጅማርና እዚ ቪድዮ እዚ ላይክና ሓደ ሽሕ ከኣት ኒዮ ኩልኹም ላይክ ናጎርኹም ጀምሮ ማለት እዩ ንካልኦት ሰባትና ሼር ጎሮ ስለዚ ቀጥታ ኸዚ ናብ ፕሮግራመይ ክሓልፍ እዩ ማለት እዩ ንቐጽል። ስለዚ ኩሉ ግዜ ከም ንገብሮ ካብ ናይ ቴንዲኖ ዋጋ ጀሚርና ስሚንቶ ርኢና ካብኡ ናብ ናብ ብረታ ብረት ስራሕቲ ዝኾኑ ዋጋታት ንቐጽል ኢና ማለት እዩ ስለዚ ብናይ ቴንዲኖ ዋጋ ንጅምር ተለና እዞም ናይ ቴንዲኖ ዋጋታት ካብ በዓል 8 ክሳብ 16 ዘለዉ ሓደ ብሓደ ንርኢ ተለና ናይ ቱርኪ ኢና ንርኢ ውሽጢ ዓዲ ትደልዩ ሰባት ሃሊኹም ጠይቆኒ ብውሽጢ መስመር ስለዚ ናይ ቱርኪ ብዙሕ ሰብ ስለ ዝደልዮ ብዙሕ ሰብ እውን ተጠቃሚ ልኹ ስለ ዝኾነ ናይ ቱርኪ

ሓደ ሚእቲ ኣርብዓይ እናሸጠ ይርከብ። እዚ ንሎማዕንቲ ልዕለት ዕስራ ሸውዓተ ወርሒ ዓሰርተ ክልተ ሽሕ ዓሰርተ ሸውዓተ ዓመተ ምህረት ልሉ ዋጋ እዩ። ስለዚ ኣብ ናጋ እንታይ ይፍጠር ሎ እናርና ንኸድና ማለት እዩ። ስለዚ ና ቱርኪ ናቱ እንዲኖ ግን ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ሓደ ብሓደ ዋጉ እዚ ይመስል ማለት እዩ። ብዚኣ መሰረት ምውሳድ ትኽእሉ ኢኹም ዋጋ ማለት እዩ። ስለዚ ከዚ ቀጺና ኖናይ ስሚንቶ ዋጋ ንሕለፍ። ስሚንቶ ሎማዕንቲ ካብ ናይ ዝሓለፈ ሰውኒ ዝቐረብኹም ዋጋ ናይ ዓሰርተ ቅርሺ ወስኽ ገይሩ ንሽሒ ሳላሳይ እናትሽጠ ይርከብ ማለት ሲሚንቶ ንሽ ወስኽ ገይሩ ነይረለ ከዚ ናብ ምላስ ነገር ተልዩ ለለ ናቐፂለ ካብረልኩም እየ ግን ሎማዓንቲ ግን ዝወዓለሉ ዋጋ ምስ ሽሒ ሳላሳይ ኣብ ከተማ መቐለ ሎማዓንቲ በችርቻሮ ኣብ መሸጢ ድኳናት እናተሸጠ ውዒል ንሲሚንቶ ማለት እዩ ግን ካብ መኪና ትገዙ ዝሓስኹም ሰባት ግን ክቕንሰልኩም ይኽእል እዩ ካብ መኪና እስካብ ሽሕ ቅርሺ ወይ ድማ ሽሕ ዓሰርተይ ዕስራ ቅርሺ ቅናሽ ማለት ኣብ በዝሒ ክኾን ተሎ ትፈልጥዎ ኢኹም ብዙሕ ኢኹም ተትርፉ ኣለኹም ስለዚ ካብ መኪና ክኾን ተሎ ክቕንስ ዝኽእል ክልተ ሰለስተ ኮንኩም ግሩፕ ኮንኩም ትወፅ ሰባት ኣሊኹም ኣናገርኖም ውሽጢ መስመር ናብ ክልተ ሚእቲ ኩንታል ብሰለስተ ሚእቲ ምግዛእ እቅድ ዘለኩም ሰባት ተኮይንኩም ምስ ትራንስፖርት ከይከብረኩም ብፍላይ ኣብ መቐለ ውሽጢ ዘለኹም ሰባት ትኾንኩም ብጣዕሚ ቆንጆ እዩ ግን ካብ መቐለ ውፃእ ትኾንኩም ግን ንሽ ክብሪ ክብለኩም ሰልኽል ኣብኣ ተለኹለ ግን ክነግረኩም ደሊ ነገር ናይ ሓሸዋ እናፀፀር ዋጋ እዩ ሓሸዋ ኣብ ዝኸ ሰዓት ብጣዕሚ ብጣዕሚ ንሽ ወሰኽ ጌርናዮ ን ሓምሳ ትሽዓንተ መፅኡ እዩ ከዝለለ ሓምሳ ትሽዓንተ ሽሕ ንሓደ ቢያጆ ሲኖትራክ ትማሊ ሓንቲ ሓፍትና ንገዘእት ነይራ ብኣባኣ ካብ ልጋዛእኹ ዋጋ እየ ነግረኩም ኣለኹ ስለዚ ንሓደ ቢያጁ ሓሸዋ እስካብ 59 ሽሕ ትማሊ ገዚእና ኢና ማለት እዩ ናይ እምኒ ዋጋ ንርኢ ተለና ለለ እምኒ ለለ ንሓደ ቢያጁ ንርኢ ተለና እስካብ 18 ሽሕ 19 ሽሕ ንሓደ ቢያጁ ፀሊም እምኒ ማለት እዩ ዝሓሸ ዝበሃል እዩ ካብ ኣውልቕ ንስለን እዩ ግን ብዝሓሸ ዝበሃል ግን እስካብ 19 ሽሕ 18 ሽሕ እዩ ናትሽጠ ድከም ካብኡ ለለ እቲ ፀፅር ለለ ንርኢ ተለና እቲ ፍሉይ ፀፅር መህደም ዝኾነለ ግን ናብ ከባቢ ኣርባዓይ ሓሙሽተ ሽሕ መፅኡ ነዮ ስለ ኣርባዓይ ሓሙሽተ ሽሕ ንሓደ ቢያጆ ፀፀር እናተሸጠ ውዒሉ ነዮ ትማሊ ኣብ ትማሊ ነበረ ዕዳጋ ይነገርኩም ደኹ ኣጋጣሚ ሓንቲ ሓፍትና ምንም ኣማራጭ የብለይ ክገዝእን እየን ኢላ ክትገዝእ ሓሲባ ነይራ ስለዚ ብልጋዛእናይ መሰረት ብዙ ዋጋ ዚና ተጠቒምና ገዚእና ማለት እዩ ስለዚ ካብዚ ክቀንስ ዶ ይኽእል ወይ ድማ ቀፀልቲ መዓልትታትካ ከመይ እዩ ትብሉ ሰባት ሃሊኹም ኣለና ማለት እዩ ስለዚ ናይ ሓሸዋ ፀፀር እምኒ ዋጋ እዚ ካብ ርና ብሉኬት ስለና ንርኢ ዘለና ዋጋ ናይ ብሉኬት ስለለ ክንደይ ንእትዩ ኢልኹምኒ ብሉኬት በዓል 15 ናብ 36 ቅርሺ መውፅእ እኒኦ 36 ቅርሺ ንሓደ ፍረ እናሸጠ ውዒል እኒኦ ናብ ዒስራ ለለ ንርኢ ተለና በዓል ዒስራ ለለ ናብ ከባቢ 38 ቅርሺ መፁን እዮም ማለት እዩ ኣብ ነገራት ዓብይ ዝኾነ ቅን ወሰኽ ዋጋ ከም ትርኢ ኣለኹም ኣይጠራጠሪ ብጣዕሚ ወሰኽ ገይሩን እዩ እሱ እውን ብዝተፈላለዩ ኬዛት እዩ ናይ እቲ ኩነታት ዓዲ ትሪእዎ ኣለኹም ኢኹም ናይ ነዳጅን እዩ ብዝተፈላለዩ ነገራት እዙይ ኣፌክት ገብሮ እዩ ስለዚ ብኡታት ምክንያት ኣብ ነገራት ዓብ ዝኾነ ውስኺ ናተገርልከ ውስኽ ሰዓት ንሽ ምርጋዕት ትፈፂሩ ለለ ግን ካብዙ ንወረደ ዋጋ ኢና ንሰምዕ ስለዚ እዚ ዋጋ እዚ ምስቲ ኩነታት ተደማሚሩ ዝተፈጠረ ዋጋ እዩ ብዙሕ ትደናገፁ ንእሽተ ክልተ ሰሙን ሰለስተ ሰሙን ወይ ድማ ተፀቢና ንሪኦ ድማ መዓልትታት ለ ዓብይ ዝኾነ ቐናሽ ንሪኢና ማለት እዩ ስለዚ ብኡ ምክንያት ስለዝኾነ እዩ ኣይትደናገፁ ብዙሕ ኸዚ ግን ናብ ናይ ብረታ ብረት ዋጋ ክሕልፈኩም ህንድዮም ለሎ ማዕፆታት ህንዲ ይስርሑ ኣለዉ ኣሉሚኒየማት ኸኸመይ እኒየው ልብል ምርኣይ ንቐፅል ናዮም ድማ ንርኢ እንተለና ከኣብነት ናይ ዕፃፍ ላሜራ ብላሜራ ተሰርሑ ማዕፆታት ከምዚኦም ንብሉ ከም ትሪኦም ኣለኹም እዚኦም ናይ ዕፃፍ ላሜራ ማዕፆታት እዮም ንኣብነት እዚኦም ንርኢ ዘለና ከመይ እዮም ትልኹምኒ እዚኦም ማይካ ሊኣትዮም እዮም ብውሽጢ ማይካ ክኣትትሎ ኣብ ዓብዪ ካንሸሎ ማዕፆ ብጣዕሚ እዩ ዓብዪ ወሰኽ ዋጋ ዝገብር ናይዞም ዕፃፍ ላሚራ ዋግኦም ካብ 80 ሽሕ ጀሚሩ እናትሽጠ ይርከብ ንኣብነት 82 ሽሕ ንሓንቲ ሓፍተይ ለስራሕቲ ነይራ ኣብ ቀረባ ኣብዚ ቀረባ ግዜ ግን እስካዕ 80 ግን ወሪዶም ተደራዲርኩም ምስራሕ ትኽእሉ ኢኹም ብላ ዕፃፍ ላሚራ ትስርሑ ማዕፆት መብዛሕትኦም ግዜ ዳሕና እዮም ዋግኦም ከምዚኦም ንሉ ማዕፆታት ብፍላይ ካብ 82 ሽሕ ጀሚሩ እናትሰርሑ ይርከቡ እዮም ኣብ ከተማ መቐለ ግን እዞም ማይካ ለኣቱ እዮም ብውሽጢ ብያንስ ናይ ኤልዲ መብራህቲ ለለ ብውሽጢ ልግጠመሎም እንትኮይኑ ግን ብጣዕሚ ብጣዕሚ ዋጋ ወሰኽ ልገብሩ እዮ ማለት እዩ እሶም እውን ህንደይ ይብፅሕቲ ኢልኩምኒ ናብ ከባቢ ካብ ትስዓ ሽሕ ጀሚሩ ባዕሉ እስካብ 120 ሽሕ 30 ሽሕ ዝስርሑ ማዕፆታት እኒኦ ኣብ ከተማ መቐለ ማለት እዩ እሶም እውን እንታይ እዮም ከከም ዲዛይኖም ከከም ንዓሎም ዝኾነ ጌጥ ለወዝሖም ማዕፆታት ኮይኖም ብጣዕሚ ዋግኦም ንሽ ውስኽ ይብል እዩ ካብኡ ለለ ከምዝለኩም ለኹ ብውሽጢ ንባዓል ዝኾነ ማይ ካልእ ኣትዩ ተኾይኑ ዝማዕፆ ለለ ግን ብጣዕሚ ዓብዪ ዝኾነ ወሰኽ ዋጋ ይፈጥር እዩ ማለት እዩ ስለዚ እዞም ማዕፆታት ግን ናይ ዕፃፍ ላሜራ ተኾይኑ ካብ 80 ሽሕ ጀሚሩ ባዕሉ ሓዝዎ ዋጉ ሓፍቲ ሓንቲ ሓፍቲ ስላ ቅራ ብ82 ሽሕ ሓሪፍ ዝኾነ ማዕፆ ሰሪሖምላ ነይሮም ስለዚ ካብ 80 ሽሕ ጀሚሩ ዕፃፍ ላሜራ ምርካብ ትኽእሉ ኢኹም ካብኡ ግን እዞም ናይ ማይካ ተድልኹም ግን ቅርሺ ነናዩ ወይ ድማ ንሻ ዓቕሚ ነናዩ ገዛና ሓርፍ ጌርና ምስራሕ እንደሊና ትንሳት ኣለኹም ነለ ግን ኤልዲ ላይት ብደንቢ ለኣትዮ ተኾይኑ ግን ካብ 9 ሽሕ ጀሚሩ ከከም ዲዛይኑ እስካብ 130 ሽሕ ልበፅሕ ማዕፆታት እኒዮ ማለት እዩ ካብ ላዕሊ ዓቐን ገዛኹም ይዕቀን እሞ ህንዴ ብህንዴ ምዃኑ ተለኪዑ ንካሬ ህንዴ ምኾነ ክንገረኩም እዩ ተለይ ኮይነላ እዛ ማዕፆ ህንዴ ምትውድእ ምስኦም ትነጋገሩ ትኽእሉ ኢኹም ናይዞም ብረታ ብረት ዝሰርሑ ሰባት ለና ስልኪ ከቕምጠልኩም እዩ ማለት እዩ ኣብ ኮሜንት መጀመርያ ጌራ ካብኡ እንታይ ክነግረኩም ደልኒ ኢኹ ውሽጢ ገዛኹም ለለ ብዕፀፍ ላሜራ ትሰርሑ ተደሊኹም ወይ ድማ ለለ ናይ ኣሉሚኒየም ና ንጥቀም ሰውት ሰባት ተሃሊኹም ለለ መብዛሕትኹም ናይ ኦዲንስ ኣብ ደገ ትርከቡ ሰባት ስለዝኾንኹን ንእሽተይ ዓቕሚ ገንዘብ ተሃሊኩም ግን ኣሉሚኒየም ተተጠቂምኹም ኣሉሚኒየም ኣብዚ ኸ ሰዓት ንካሬ 12 ሽሕ እዩ እናተሰርሐ ዝርከብ ኣሉሚኒየም ንካሬ 12 ሽሕ ቦፂሕን እዮም ዝሓለፈ ኣዋርሕ ኣብ ለቕረልኹም ብትሸዓንተ ሽሕ ኢለ ፕሮግራም ኣደለ ነይረ ትሸዓንተ ሽሕ ነይሩ ንካሪ ረዩ ኣብዘን ንእሽተ ወርሒ ለመልኣ ግን ናብ ከባቢ ሰለስተ ሽሕ ኣርባዕተ ሽሕ ወሲኹ እስካብ ዓሰርተ ክልተ ሽሕ መውፅኒኡ ንካሪ ማለት እዩ እዚ እንታይ ኢለ ርኢኩም ምስቲ ኩነታት ዝፍጠር ኣሎ ኣብ ነገራት ዓድና ለሎ ኩነታት ናይ ኢኮኖሚ ጦርነት ዝተፈላለዩ ነገራት ብኣፍሊክት ዝገብሮ ነገራት ኩሉ ናብ ተፈላለዩ ነገራት ናደየው ይኸድሎ እዚ ግን እታ እዩ ነመላኸት ኢልኹምኒ ንንእሽ ግዜ ዝፀንሕ ክኾን ንኽእል ልግምት ንባዕለይ ካብ ነገራት ናረእኹ መፃኹ ግን ንእሽ ምዕጋዝ ትኽእሉ ተንኹም ንእሽ ተዓጊዝኹም ምስራሕ ትኽእሉ ኢኹም እንተለይ ኮይኑ ግን ግን ንእሽ ገንዘብ ይሓዝናይ ናክንዱ ልኣክል ዓቕሚ ክነውፅእ ንኽእል ትብሉ ሰባት ኣለኹም ግን ንእሽ ግዜ ንረእ እሞ ኣብ ሰዓት እሱ ፕሮግራም ከዳል እየ ኣብዚ ከሰዓት ሓሪፍኒዮ ናይ መስርሒ ገዛ ኣቑሑ ከምዚኣ ከምዚኣ ለብል ፕሮግራም ከዳልየልኩም እየ ሽዑ ቶሊልና ናብ ምስራሕ ንኣቲና ማለት እዩ ስለዚ ሎማዓንቲ ነበረኒ ፕሮግራም እዚ ይመስል ማለት እዩ ኣብ ላጋ ፕሮግራም የለለ ብና ካልኦት ኣቕሓታት ዋጋ ተመልሰ ክመፀኩም እየ ትደልይዎ ነገር ክቀርበልኩም ተሃሊ ግን ኣብ ኮሜንት መጀመርያ ፀሓፉለይ ንብዙሕ ላይክ ለግኔ ሰብ ናይ ፕሮግራም መሪፀ ክኣረሚ ማለት እስካብ ኸዚ ላይክ ሼር ሰብስክራይብ ዘይገርኹም ሰባት ሃሊኹም ደጊምኹም ምግባርኹም ኣረጋግፁ ማለት እዩ ኣብ ናጋ ፕሮግራም የተመይሰ ዝጋዓል መፅን ሰላም ንዓኻትኹም ይኹን ደቂ ዓደይ